ሰላም ሰላም ናይ መራዊት ጅጅብ ቻናል ተኸታተልቲ ሰላምኩም ይብዝሐለይ ሰላም ክትኾነለይ በዓል ትምእን ተስፋዬ ሎም መዓንቲ ከዓ ልጥቕም ወይ ልገንዘብ ኢሉ ካብ ዝቐረበክን ወዲ ተባዕታይ ብደንብ ጌርክን ትፈልጣሉ ክነግረክን እዩ ብዙሕ ግዜ ኣብ ኮመንትና ብውሽጢ ይመፀኒ እሞ ዘን ኣሕዋት ስቲ ክሰርሐለን ኢለ ኢሎም ማለት እዩ ዘልክን መፅእ ዘለኹ ደቂ ተባዕትዮ ልጥቕም ወይ ለፍትን ገንዘብክን ብቻ ኢሎም ዝቐረቡክን እሞ ከዓ ኣብ ዓረብ ሃገር ዘለኽን ይኹን ብፍላይ እዚ ነገር እዚ ለጋጥመክን ኣፍቃሪየ እዩ ናተይ እዩ ኢልክን ብጣዕሚ ትትኣምንኦ ግን ልገንዘብ ኢሉ ዳሕራይ ትጉዳኣሉ ገንዘብክን ንመመርዒ ገንዘብክን ምስ ካልኣይቲ ጓል ሕፀ ወዲኡ ግዛዕ ሰማዕስ ብዙሓት እዮም ናስ ለማዓንቲ ከመይ ዝበሉ ኣወዳት እዮም ንገንዘብ ክብቻ ኢሎም ዝቐርቡ ክዝብል ክሳብ መጨረሻ ተኸተልኒ ሓሳብ ርእይቶ ተልዮ ኮመንት በታ ጸሓፋልኒ ማንኛው ሕቶ ብውሽጦ ክትጽሕፋለይ ትደልያ ከዓ ብዚ መርሃዊት ግደይ ልብል ፌስቡከይ ወይ ኣብቲ ናይ ባክግራውንድ ብዚ ናይ ድሕሪተይ ናይ ናይ ዩቱበይ መርሃዊት ግደይ ልብል ፌስቡክ ኣሎ ብኡ ክትረኽባን ትኽእላ ኢኽን ናይ ሎማዓንቲ ቪድዮ ብደቂ ተባዕትዮ ንገንዘብ ኢሎም ንጥቕሚ ኢሎም ካብ ዝቐረቡኺ ትፈልጥሉ ሽዱሽተ ምልክት ክበኪ ወይ ሓሙሽተ ሽዱሽተ ገርጠልክኒ ክሳብ መጨረሻ ቀዳማይ ወዲ ተባዕታይ ንጥቕሚ ኢሉ ወይ ንዓኺ ገንዘብ ክኢሉ ዝቐረበኪ ትፈልጥሉ ቀስ ብቐስ ኢሉ ሓተኪ ስምዒ እንዶ እባ ኣነሲ ገንዘብ ተዝብለኪ ነይረስ ምሃብክኒ ዶ ወይ ከምዚ ግበርለይ ተዝብለኪ ነይረ ንኣብነት ሞባይል ግዝእለይ ተዝብለክስ ምገዛእክለይ ዶ ልኾነ ንእሽቶ ነገር ፀጊሙኒ ተዝብለኪ ነይረስ ታይ ምገበርክለይ ፈተናታት ብጣዕሚ እዩ ፈተናታት ዝበዝሐልኪ ከምዚ ተዝብለኪ ነይረስ ታይ ምበልክኒ ገለታት ላለ ብዙሕ ንዓኺ ክተስተውህሎም ኣይትኽእልን ኢኺ። ግን ገንዘብ ካባኺ ቁሩ ቁሩ ቁሩ ቁሩ ነገረ ይወስድ ለሆነ ነገር ወልፊ ክትጅምራ ተለኽን ሲ ብሓፂሩ ትጅሚርክን ናብ ክልተ ሰለስተ ኣርባዕተ ሓሙሽተ ሽዱሽተ ላልክን ኩሉ ግዜ ወልፊ ይኾነክ መራጀ ዋላኽን ምስ ገዛእክን ኣይኹንክን ወልፊ ሒዝክን ላቐፀልክን መዓልታዊ ላለመድክን ብስከድክን ይኽን ከምኡ ኮይንክን ደቂ ተባዕትዮ ኢለ ገንዘብ ሃብኒ ብዓብዩ ኣይብሉኽንን እዮም ላፕቶበይ ተሰይራትኒ፣ ሞባይለይ ተሰይራትኒ፣ ገንዘብ ከምዚ ስራሕ ኣድልዩኒ ነይሩ እሞ ትህብኒ ነይርኪ ዶ ገለ ላሉ ጥያቄ ይጥይቆን እዮም። ስለዚ ካብቶም ከምዚ ዓይነት ልገሩ ወዲ ተባዕታይ ተጠንቀቂ። ፅባሕ ንግሆ ብዓብዩ እዩ ክብለኪ ካብዚ ብንእሽተን ነገራት ወላ ላብ ዝኾነ ነገራት ምግቢ የይቲ ወላ ዝኾነ ነገር ክጥይቀኪ ተሎ ብንእሽተን እዩ ጥያቄ ካብኡ ልዓበየ እዩ ልኸድ። ስለዚ ካብዚ ዓይነት ወዲ ተጠ ካልኣይቲ ንኻልኦት ሰባት ክትሕግዝ ተለኺ ደም ዓይኑ እዩ ልመልእ። ስምዑ እንዶ ክሳብ መዓዝ ኢኺ ንባዕልኺ ሞያ ኣለይ ትኾኒ ክሳብ መዓዝ ኢኺ ሓወይ ሓፍተይ ንባዕልኪ በቃ ብዙሕ ከምዚ ካብ ጅቡኡ ኣውፅኡ ማለት ኣብ ሓዳርካ ኮይንካ ኣብ ናብራኻ ኮይንካ ንኻልኦት ሰባት ብዙሕ ግዜ ክትሕግዝ ተለኻ ኦፍኮርስ ሓዳርኪ ሒዝኪ ንምንታይ ካልኦት ሰባት ትሕግዚ ሓወይ ሓፍተይ ትብሊ ኣለኺ ሓዳርኪ ከ ገለ ክብልኺ ይኽእሉ እዮም ገና ኣብ ፍቅራዊ ዝምድና እናሃለኺ ግን እሞ ከዓ ብስደት እናሃለኺ ብፍላይ ኣብ ስደት ለለኺ ነዚ ቪድዮ ዝሰርሐልኪ ዘለኹ ስለምንታይ ከምዚ ትገብሪ ኣለኺ ስለምንታይ እዚ ትሰርሒ ኣለኺ ስለምንታይ ኢኺ ክሳብ ኩሉ ግዜ ትሕግዚ እስኺ ኸ መዓዝ ኢኺ ኩሉ ግዜ ደም ዓይኒ ኢሉ ኣሎ በቃ ደም ዓይኒ ኢሉ ሓገዝ ገለ ክትሓስቢ ተለኺ ብጣዕሚ እየ ኣይፈቱን ባዕልኻ እንካ ተትብሉ እየ ኔርኪ ግን ምንም ኣይመስሎን እዩ ስለዚ ኣብ ሓገዝ ወይ ካልኦት ሰባት ክትሕግዚ ክትገብሪ ተለኺ ደስ ኣይብሎን እዩ። ሳልሰይቲ ድራማ የብዝሕ ድራማ ድራማ ኣብ ሂወቱ ብድራማ ዝተመልኤ እዩ። ከምዚ ሓሚመ ከምዚ ገንዘብ ኣድልዩኒ ንእሽቶ ንእሽቶ እናገበረ ኩሉ ግዜ ገንዘብ ካብ ኣኺሉ ይወስድ ኩሉ ግዜ ማለት እዩ። ድራማ ብጣዕሚ እዩ ዘብዝሕ ኣብ ደቂ ኣንስትዮ ኣደ ሓሚማ ሃፒ በርዝደይ እኒኣኒ ክዳን ከምዚ ደልየ ገለታት ላላ ብዙሕ ይወስዳ እየን። ኣብ ደቂ ተባዕትዮ ከዓ ድራማ ዘብዝሑ ላፕቶፕ እዩ ተሰይራትኒ ስራሕ ክጅምር ደልየስ ከምዚ ዓይነት ንእሽቶ ገንዘብ የድልየኒ ኣሎ። ከም ዝገብር ሓስበ ነይረ ስኒ ሽም ገንዘብ ጎዲለናን ገለ ይብለኪ ዝኸውን ብጣዕሚ ተፍቅርዮ ወይ ሓገዝ ናትሉ ፅቡቕ ክይመስለኪ እሞ ተውዮ። ስለዚ ኣወዳት ዝጥቀሙላ ሜላ ተለያ ብዙሕ ጊዜ መመኽነይታ ሓሚመ ለይቃተሉ ቀቲለ ዳሕስና ተኸደ ነይረ ሃምዚ ክኾን ነይረ ግን ሃምዚ ኣጎዲላ ስኒ ትብል ዓባይ ሕቶ የቕርበልክላኺ። ስለዚ እቶም ንጥቕሚ ንደልዮ ወዲ ተባዕተይ ከምዚ ክሰርሕ ክልወጥ እዩ ዝደሊ ማለት ንባዕሉ ክኾን እንተዘይኽኢሉ ንባዕሉ ክቕየር እንተዘይኽኢሉ ካባኻ ዝኾነ ነገር ክጥይቕ ተደልዩ እኳስ ዝኾነ በቃ የመና ችግር ኢሉ እምበር ወዲ ተባዕታይ ሞይቱ ትኹን ኣይጥይቕን እዩ። እቶም ንቑም ነገር ከምዚ ንግዜያዊ ዝደልዩኺ ንገንዘብ ብቻ ኢሎም ዝጠቕሙ ዝቐረቡኺ ግን መልክዕኺ ብዘየገድስ ሰብ ዓሰርተ ልበለ ይበሎም ንዓኺ ስለኺ። ሕማቕ ነገር ይበሎም ላብ ዝኾነ ንኺዲ ብዘየገድስ ቁፅፅር ኣይቋፃፀርኩን እየ ማለት ከም ሓሳብ ከረድኡኻ ይኽእሉን ብቻ እስኺ እስኺ ገንዘብ ላኣኽሎ እዚኣ ብቻ እዮም ናዕኸን ንደሉ ራብዓይ ብዙሕ ግዜ ዘይተስተውላሉ ኣወዳት ልጥቕሚ ወይ ልጊዛዊ ስምዒቶም ክደልዩ ከለዉ ልክዕ ከምዚ ማለት ወርሕኺ መሊእኺ ንኣሞቐቕርሻ ንትብልያ እሳቶም ውን ወርሒ ደሞዝ ክንድሕር ዝፈልጥዋ ኮይኖም ወይ ኣብቲ ገንዘብ ትረኽብሉ ወቕቲ ማለት ንጥቕሚ ዝቐረበኪ ሰብ መሓዛ ብደንቢ ጌርኪ ትፈልጥሉ ኣብቲ ገንዘብ ለለኪ መሓዛ የንጨብጭበልኪ፣ ይድውለልኪ፣ የዕልለኪ፣ ይፅሕፈልኪ ኩሉ ነገር ይኾነልኪ። ገንዘብ ኣብ ዘይብልኪ ሰዓት፣ ስኢነ ኣብ ልትበልክዮ ሰዓት፣ ፀጊሙኒ ኣብ ዝበልክዮ ሰዓት ከ ምድዋል የቋርፀልኪ። ገንዘብ እኒኤኒ ክትብሉ እየ ተለኺ ከኣ ምድዋል የብዝሐልኪ ምጽሓፍ የዕልለኪ ዕላል የዕልለኪ ካብ ናብ ማኑ ከኣ ዕላምኡ ዋላ ቀጻሊ ከምዚ ክንገብር ኢና ከምዚ ክንብል ኢና ባደወይ ደቂ ኣንስትዮ ክጥንቀቐልና ኣለክን ከምዚ ክወስደኪ እየ ከምዚ ክገብረልኪ እየ ገለታት ይብሉ እዮም እሳቶም እዞም ሓሸውቲ ማለትሲ ልጊዛዊ ልደልየኪ እቲ ገንዘብኪ ልደልየኪ ብናትኪ ገንዘብ ንሃሊስ መደባት ዋላ ንኣብነት ዱባይ ወሲደካ ክንዛነ ኢና ምሽ ከምዚ ንገብር ኢና ገለ እንተ ዝብለኪ ግን ኩሉ ነገር እዚ እዚ በቃ ክትገብሩ እዩ መደብ ዝነግረኪ ዘሎ ለኣኸ ኩሉ ግዜ ቦታ እዩ ዝሕዘኪ ዘሎ ከምዚ ከምዚ ከምዝገብርስ ርግጠኛ ኩን ብቻ እዩ እምበር ባዕሉ እንድሕር ዘይሰርሕ እንድሕር ባዕሉ ዘና ክብል ብቻ ዝደሊ ኮይኑ ንስኺ ቦታ እዩ ዝሕዘኪ ዘሎ ከምዚ ከምዚ ክንገብር ኢና። ሃምዚ ክንገድ ስራሕሲ ክንጅምር ኢና እንተኾይኑ ብናትኪ እዩ። ስለዚ ከምዚ ዓይነት ወዲ ተባዕታይ ብጣዕሚ ኢኺ ክትጥንቀቓሉ ዘለኪ። ሰሪሑ ዘይኣቲ ባዕሉ ክፅዕር ዘይጅምር እንተኾይኑ ማርያምን ብጣዕሚ ኢኺ ክትጥንቀቓሉ ዘለኪ። ካባኺ ደሞዝ ክትመልእ ተላ ዝፅሕፈልኪ ልዕሊ ለኪ እንተኾይኑ ብጣዕሚ ኢኺ ክትጥንቀቓሉ ዘለኪ። ሓምሻይ ወዲ ተባዕታይ ንጥቕሚ ኢሉ ዝቐረበኪ ትፈልጥሉ ሰባት ማለት ብሰባት ዓይኒ ቆንጆ ኮይኑ ክረኣየሉ ይደሊ ማለት ስርሑ ጎዶፍዶፍ ኢሉ ወይ ትሕት ኢልካ ናይ ምስራሕ ክእለት ኣይኽእሎን እዩ። ብካልኦት ደቂ ኣንስትዮ ከዓ ተጠማቲ ክኾን እዩ ዝፅዕር። ቅርፁ ኢልኪ፣ ኣከዳድንኡ ኢልኪ፣ ኣዘራርብኡ ኢልኪ ኩሉ ነገሩ ሎማፅ እዩ። ማለት ክትፈልጥዮ ኣይትኽእልን ኢኺ። ግን ኣብ ንኽደኖም ክዳውንቲ ኣዝዩ ትሕት ኢልካ ምስራሕ ብጣዕሚ እየ ዘፍርሖ። ስለዚ ንዓኺ ስኺ ክትልእኽሉ ስኺ ክኽደን ብናቱ ክትገብር ብዙሕ ነገራት እዩ ዝፅዕር። ስራሕ ኣይሰርሕ እዩ እሞ ክዝንጥ እየ ክኽደን እየ ክበልዕ እየ ብኻሊእ ደቂ ኣንስትዮ ከዓ ኣክት ክገብር ምሳኺ እናሃለኻ ኣፍቃሪቱ ናተይ ላልከዮ እናሃለኺ ብኻልኦት ኣጓላት ክረኣ ናስ ከምዚ ዝኾነ ሞዴሊስት ዝኾነ ቅርፃ ትሕሉ ብዙሕ ነገራት ትገብር እያ። ወዲ ተባዕታይ ኢለ እውን ካባኺ ገንዘብ ናወሰደ ብካልእት ኣክት ለርኢ እተኾይኑ ድንቀውሉ ኢለ ኣለኪ። ሓደ ሓደ ግዜ ኣይነስተውህለሉን ኢና ደቂ ኣንስትዮ ዝንእተየሉ እሞ ልባዕለ እዩ እምበር ልመን ኮይኑ ገለ ትብላ ይሆን ትሕት ኢሉ ናይ ምስራሕ ክእለቱ እንድሕር ዘይተላመደ ንዓ ከናብረኪ ኢልኪ ከይትሓስቢ ካባኺ እስኺ ኣቦ ኩሉ ሓላፍነት ላባኺ ተኾይኑ እሱ ንጥቕሚ ብቻ ልደልየኪ ተኾይኑ እሞ ሰሪሑ ክኣቲ ዘይክእል ብቻ ዘነጥኩ ጓላት ረኣያኒ ልብል ተኾይኑ ጊዙ ኣብ ምንታይ ይሕልፎ ዘይትፈልጥ እዮ ተኾይንኪ ክትዝተብለሉ ምለለክን ቀልልቲ እዮም እንድኅር ሠርሑ ዘይኣቲ ኾይኑ ትሕት መሃል ፈርኅ ተኾይኑ ኲሉ ጊዜ ኣፍቲ ዶሞ ዝኪ ሰዓት ልድብለልኪ ተኾይኑ ማለቲ ጊዜ ንኣኽሊ ኸልእክ ተኾይኑ ምስ ተወድኡ ኸላለኪ ልፈርኅ ተኾይኑ ሓድ ሃደ ጊዜስ ውሽጥናና ነገረና ብደም ብጌሩስ ነመኽን የሎም ኴኑ እዙይ ኮይ ኾን ኾይኑ እዙይ ኮይ ልኾን ኮይኑ ላበልክን ብጥዕሚ ትምኽንያ። ግን እዚ ነገር እዚ ማራ እዩ ክጎድኣክን ኣይጠቕመክንን እዩ ስለዚ ንስኻትክን ውን ቀስ ኢልክን ክተስተውህላሉ ውሽጥኽን እናነገረክን ኣይተውልዕሉ ውሽጥኽን ኣብ ውሽጥኽን ብደንቢ ጌሩ ዝነግረክን ንሰብ ኣይትናገራ ባዕልኽን ውሽጥኽን ማለት እዩ ግን ሓቂ ዘረባ ክነግረክን ደቂ ኣንስትዮ ኣብ ውሽጥና ብደንቢ ጌሩ እናነገረና ስምዒታትና እናነገረና ሃልዩ ኣይ እዚ ከምዚ ኢሉ ኾይኑ ኢልና ባዕልትና ነስተኻኽሎ ደቂ ተባዕትዮ እንድሕር ንዓኻ ንቑም ነገር ዝደልዩኪ ኮይኑ ኣብ ቀጻሊ ቪድዮ ይርኣየና። ኣጓላት ዝመርጽወን ኣወዳት ንሓዳር ንቑም ነገር ዝደልዎ ኣብቲ ቀጻሊ ቪድዮታተይ ኣለክን ተመሊስ ክንረዮ ወዲ ተባዕተይ ዕላሙ እይ ነግራይ ብደብ ገይሩ ብደምቢ ገይሩ ለይኾነ ኸዓ ክስዕር ክጽዕር ክሠርሕ ይጽዕር ወላልኾን ይኹን ሠርኅ ብቻ ልደልየኪ ተኾይኑ እስኽ ኽትሠርሒ ልደልየኪ ብቻ ተኾይኑ ኃሚ መናልኪስ እሞ ኻምዙይ ሥራሕ ክዶኽባላሸ ገለላለ ብዙኅ ነገር ንሕማም እንትን ለይጐረሉ ተኾይኑ። ኣብዚ ነገር እዚ ብጣዕሚ ካብ ጥንቃቐ ዘ ሓሚም ክንሃለኺ ስለ ስርሖኺ ለገድሶ ተኾይኑ እዚ ነገር እዚ ንገንዘብ ብቻ እዩ ንደልየኪ ንቑም ነገር ኣይደልየክን እዩ ሓሚሙ ናልኪ ሰብሲ እንድሕር ሕማምኪ እዩ ተሓከሙ እዩ ከይዲ ከምዚ ግበሪ ለይብለኪ ኮይኑ ስራሕኪ ክባላሸወኪ ምዃኑ ብቻ ስለ ነገረኪ እንተኾይኑ ንጥቕሚ ብቻ ልቐርበኪ ስለዚ ናይ ሎማዓንቲ ቪድዮ እዚአን ይመስላ ነይረ ብዙሕ እኳ ንሃሊ ግን ካብ ውሑድ እዞም እዚኦም ትሪእያሎም እንትኾይኑ ግን ብፍላይ ዓረብ ሃገር ዘለኽን ደቂ ኣንስትዮ ተጥንቀቓሎም ብካሊእ ቪድዮ ክሳብ ንራከበክን ሰናይ ቀን የለይ ብጣዕሚ እየ ዝፈትወክን ጎብዛለይ ናተይ ጠንካራ ሂዋናት።